እምበኣር ሽፋር ተኻታተልቲ መደብ ፌርና ካብዛ ጥዕምቲ ዜማ ተመሊሰ ናብ ኮሜድያን ማይናስ የኸብለኩም። ኣብ ዝሓለፈ ሰሙን ምርያም ሚኪኤል ቀዳማይ ክፋል ሒዛትና ቀሪባ ኔራ። ሽዑ ጥዑም ጥዑም ዝኾነ ዕላላት ኣዕሊልና ኔሩ። ሕጂ ውን ካብኡ ዘይሰንፍ ዕላል ሒዝልና ዩ መጺኡ ዘሎ ካልኣይ ክፋሉ ናባኹም ከነብሎ ኢና።

ሕራይ ቆ- ማይናስ ቆልዑት ገለ ትፈቱ ዲኻ ኣነ ዶ ብጣዕሚ ዋ ፍጹም ኣይትፈቱን ኢኻ እፈቱ ኣይትፈቱን ኢኻ ይፈቱ እምበር ኣይ ትፈቱን ኢኻ። ብእውነት ብኸመይ ከምኡ ትብሊ ኣለኺ? ሕራይ መደብ ህጻናት ካብ ንጅምር ዓሰርተ ዓመታት ኣሎ ቅድመይ ዝነበሩ ወላ ኣለዉ ክንደይ ሻዕ ጸዊዕናካ ኣይመጻኻን ኣብቲ ዓሞት ኢልናካ ኣይመጻኻን። ኖኖ እንታይ ድየ። ዳሓን ዳሓን ካልኤቲ ከኣኒ ኣብ ቅዱስ ዮሃንስ ምሳና ኢንተርቪው ክትገብር ጸዊዕናካ። ኖኖ ሽዓ ደኣ ን ኖኖ ጽናሕ እዚኣ ብምኽንያት እንዲኻ ክትገብራ ሳልሰይቲ ከኣ ኣብ ናይ ዒድ ጸዊዕናካ ኣይመጻኻን።
እዋእ ብውህሉል እዩ ነጊሩኩም ዘሎ ንመእተዊ እምበር ናታ ከኣ እኮ ነጊረዮ ኔረ እሰይ። ኖኖ እዚኣ ውን ከም ምኽንያት እንዲኻ ክትጥቀመላ ራብዐይቲ ከኣኒ ናይ ኣውደኣመት ከኣ ናይ ፋሲካ ከኣ ጸዊዕናካ ኔርና ከኣ ኣይመጻኻን።
ደድኣበኹኹም ትምዝግብዎ። እንታይ ደኣ ክንገብርሞ ብዙሕ ጥልመት። እኖኖ ታይ ድየ ድኸውን ኔረ ሽዑ ከምዚኣ ሎማዓንቲ። እዚኣ ውን ምኽንያት ክትኮነካ እንድያ። ካልእ ከኣኒ ኣብዛ ዝሓለፈት ክስታይ ከኣ ጸዊዕናካ ኔርና ከኣ ኣይመጻኻን።

ብደንገጽ እባ ኣይኮንካን ኮሜድያን ጥራሕ ኣይኮንካን ማለተይ እዩ መደንገጽ ውን ኢኻ። ተደልየዮ ደኣ ጫጭ ኢለ ምበኸኹ ነይረ ተትቕጽልለይ ነይርኪ።
እሞ ቀጽለልካ ክትበኪ። ንኣኽሊ ንኣኽሊ ንኣኽሊ።
ግን ሎማዓንቲ ዶ ብጽቡቕ መዓልቲ መጽየ ኣለኹ? ከመይ ኢልካ ግን ጽቡቕ ኢልካያ ምስ ዘሎ ሕማቅ ግዜ ከምይ ኢልካ ከምኡ ኢልካ። ኣይትሓዙለይ በል ሕጂ ኸኣ። ኣነ እኮ ምስ ቆልዓ ዕላል ደይገብር ከምዝን ወዲ ከምዝን ስለ ዝፈሪሐ ቆልዓ ድረኸበ እዩ ዝሓተካ ትፈልጢ ኢኺ ምሽ። ይኸብደካ እዩ ማለት እዩ። ኖኖ ሕቶኹም እኮ ይኸቢድ።
ሕራይ ማይናስ ነብስኻ ናብ ቀደም መሊስና ስነጥበባውያን ኣብ መገዲ ክሓልፉ ከለዉ እንታይ ይስምዓካ ኔሩ?
ኣነ ቀደምሲ ዘይርስዓኒ እዚኦም ኩሎም ዓበይቲ ስነጥበባውያን ናይ ኤርትራ ኣሎ ብፍላይ ከኣ ኣብዚ ናይ ኮሜዲ በዓል ሳንድያጎ ሱዙኒኖ በዓል ኪዳነ ግርማይ ሰመረ ቃሉ በዓል ቤኪ ጽገ ወጊሕላ ብዙሓት ኮሜድያን ኣለዉ በዓል ኣንቲኮ ገለመለ ክንሪኦም ከለና ብፍላይ ዘይርስዓኒ ሳንድያጎ ሓደ ግዜ ገዛውትና መጽየ ገዛውትና መጺኡ ይሓልፍ ነይሩ ኣጋጣሚ ኣብ ሓደ እንዳ ቤተሰቡ ገለ መጺኡ ኣብ ቤትና ኸኣ ሕጂ ውጹእ ክብል ከሎ ጉጉ ኢልና ሳንዲያጎ ሳንዲያጎ ሳንዲያጎ ሳንዲያጎ ኢልና ሄይ ሄይ ሄይ ዞም ደቀይ ሄይ ሄይ ጽ- ምስ ቆልዑት ጽቡቕ እዩ ዝዕልል ሳንዲያጎ የዕሊልና ገለ ከመይ ኣለኹም ደሓን ዳሕራይ እሞ ቻጎ ዳሕራይ ዞም ደቀይ ገለ ኢሉ ምስ ከደ ኸኣ ደድሕሪኡ ሳንዲያጎ ንብሎ ሄይ ደድሕሪ ሳንዲያጎ ክሳዕ ሲነማ ኣዝመራ ዝኸይድሲ እሱ ስቕ ኢሉ እዩ ዝኸይድ ዘሎ ግን ካልኦት ቆልዑት እውን ኢና ንመስሎ ሄ ይብለና በዚ ሰላም እዚ ክሳብ ሲነማ ኣዝመራ ንዕኡ ክንርኢ እግሩ እግሩ ክሳብ ሲነማ ኣዝመራ ከይዱ ደድሕሪኡ ከይድኩም ደድሕሪኡ ከመይ ተበጊስኩም ማለት እዩ ካብ ቤትና ከዓ ካብ ገዛውትና ተበጊስና ከባቢ ፍርቂ ሰዓት ገለ ዝኾን ስደ ድሕሪኡ ወላ እንዳፀዋዕና ገለ ከድና ተጠውዩ ገለ ኣይረኣየኩን ይርእየና ነይሩ ሰላም ይብለና ሰላም ይብለና ግን ንዕኡ ከኣ ብዙሓት ቆልዑት ኢና ንፈትዎ ብዙሓት ህጻናት እዮም ዝፈትዎ ኣብዚኣ ሳንድያጎ ክብለይ ኣብቲኣ ሳንድያጎ ካልእ ሰበይቲ ሳንድያጎ ሳንድያጎ ሳንድያጎ ሳንድያጎ ሳንድያጎ መገድስ ሕጂ ምስቶም ብዙሓት ሕውሰን ንሕና ደድሕሪ ንመጽእ ከም ዘለና ይፈልጥኒ ከምኡ እንዳበለ ስለ ዝኸይድ ዝነበረ ዳርጋ ኣፋኒነ እየ በቃ ክሳብ ሲነማ ዝመራ
ደሓር ግዜ ምስ ነውሐ ከኣ እንታይ ኮይነ ካብቲ ዝሕጉሰኒ ነገር ምስ ሳንድያጎ ተላሊና ናይ ህጻናት ጉጅለ ባህሊ ነይራቶ። ሽዑ መምህር ኤፍሬም ናይ ፍዮሪና መምህር ከኣ ህጻናት ከኣ ነይሮሞ ሽዑ። ሽዑ ንሕና ናይ ሳንድያጎ ጉጅለ ባህሊ ህጻናትን ናይ መምህር ኤፍሬም ናይ ቤት ትምህርቲ ዓወት ህጻናት ነይሮም። ኩሉ ግዜ ኣብ ኤክስፖ ምርኢት ክነርኢ ከለና ቅድሚትን ድሕሪትን ኢና ንራኸብ ነይርና። ሽዑ ምስ መምህር ኤፊ ከኣ ሽዑ ኢና ንፋለጥ ማለት እዩ ካብ ቅድም። ሕጂ እስኹም ኣይተወለድኩምን ነይርኩም ሽዑ ቀደም ንኣሽቱ ንኣሽቱ ንኣሽቱ ህጻናት ነይርኩም ሽዑ። ካብ ሽዑ ትፋለጡ እንተ ነይርኩምሲ ሽዑ ከ ከመይ ነይሩ ብዛዕባ ትምህርቲ ምስ ስነ ጥበብ ገለ? ምስ መምህር ኤፍሬም ከምዚ ዝብለኪ ናኣሽቱ ህጻናት ኩሉ ግዜ እንዳ መልመለ ኢዩ ክሳብ እዚ ሕጂ እዋን ዋላ እዞም ኣብ ስነ ጥበብ ኣብ ዙርያና ዘለዉ መምህር ኤፍሬም ዘፍርዮም ንፉዓት ስነ ጥበባውያን ኢዮም ሕጂ ደይ ርሰዓኒ እቶም ናይ መምህር ኤፍሬም ህጻናት ዝነበሩ ማራ እዮም ዘቕንኡና ኔሮም በቃ ግን ንሕና ብዕድመ ቁሩብ ካብኦም ዕብይ ስለ ንብል እእትወና ክንብሎ ኣይንኽእልን ኢና እቲኦም ቆልዑት እዮም ንሕና ከኣ ዕብይ ዝበልና ኢና ኔርና ሕጂ ኣብ ግዜ ንእስነተይ ከኣ ስነጥበብ ብጣዕሚ እየ ዝፈቱ ነይረ ኩሉ ዓይነት ኢንስትሩመንት በዚ ከይደ ኪቦርድ ይመሃር በዚ ከይደ ሻምብቆ እጻወት በዚ ከይደ ሳክስፎን እመሃር በዚ ድራም እፍትን ኩሉ ዓይነት ኢንስትሩመንትስ ናብ ኩሉ እየ ብሓንሳብ ከምዚ ኢለ ዝከይድ ነይረ ሽዑ እንዳጽበብኩ እንዳጽበብኩ እንዳጽበብኩ እንዳጽበብኩ ናብዛ ዘለክዋ ጠጠው ኢለ ማለት እዩ ሕጂ ናይ ንእስነት ሂወተይ ከኣ ከምዚ ነይሩ ማለት እዩ ንስነጥበብ ብጣዕሚ ግዜ ይህቦ ነይረ ይፍትን ነይረ ዳርጋ ምሉእ ግዜይ ይህቦ ኔረ ከምቲ ድበልኩኺ ባህጊ ኔርኒ ዓበይቲ ኮሜድያን ክርኢ ከለኹ ደስ እብሉኒ ውዒለ ሓዲረ ከኣ ምስኦም ተራኺበ ምስኦም ናቶም ኣብ ኣብ ናይ ህጻናት ጉጅለ ኮይነ ገለ ምሻለኪ ከምዚ ኢታቲ ከምዚ እደንገጽ ምሽ ብጣዕሚ
ሕራይ ጉዳይ ትምህርትኸ ኣብ ትምህርቲ ከመይ ኔርካ? ትምህርቲ ከኣ ደሓን እየ ኔረ ግዱስ እየ ኔረ ከምዚ ዝብለኪ በዚ ናይ ንግሆ ትምህርቲ ክኸይድ ከለኹ በዚ ከኣ ናይ ምሸት ከኣ ትምህርቲ ሙዚቃ ይኸይድ ከምኡ እንዳ በልና መቸም ክሳብ ሳዋ በጺሕና ማለት እዩ። ኩለን ዓይነት ምክሳይ ትኽእል ኢኻ መኣዲ እወ። መስተዪ ማይ ይፍትን መስተዪ ማይ ቁሩብ ተረዲእኽኒ ካብ ኮፍ ድብል ኦርጋን እንድሕር ርእየሲ ስቕ ኢለስ ኦርጋን ተመጺኣትንስ ተመጺእያስ ኣይፈርሓን እየ። ተርእያትኒ ኣብ ዝተርእያ ኣይፈርሐን እየ ቁሩብ ክልተ ሰለስተ ይጻወት ሻምብቆ ተርእያ ክልተ ሰለስተ ይጻወት ኮምኢታት እንሻሎ ከምዚ ንዓኻ መጀመርታ ንዕእን ክኸውን ኢለ ዝሓስብ ነይረ ድሓር ግን ንዓይ ጥራሕ ክገብረን ጀሚረ ከም እሞ ካብዘን ኩለን ትፈታትነን መሳርሒ ሙዚቃ ሓንቲ ንፊዮርና ኢልካ ሒዝካልና ኣይመጻኻን። No no እዚኤን እኮ ይጻወተን እኮ ኣይኮንኩን ስቅ ኢለ ጥራሕ ይፍትነን እየ። ደሓን ደሓን ከም ምክንያት እያ ትኮነካ ዘላ ብዝገበርካ ጌርካ ግን ናይ ዝኮነት መሳርሒት ታርእየና። ናይ ምንታይ ከርእየኪ?
ዋላ ናይ ሳክስፎን ይኹን ናይ ዝኾነ። ብዘይ ሳክስፎን ባዕላ ወስ
ኣንቲ እዚኣ ክሳብ ክትስሕቂ መዓት ኢኺ። መጀመርያ መዓልቲ እንድየ ዝርእየካ ዘለኹ ክርእየካ ከለኹ ግን ሰሓቅ ጥራሕ መጸኒ ኣሎ። ኣጆኺ ግን ምስሓቅ ስሓቂ ግን ንብዓት ንብዓት ንብዓት።
ሕራይ። ሕራይ ኮሜድያን ዮናስ ምሕረተኣብ ማይናስ ናብ ቀንዲ መደብና ክንኣቱ።
ናብ ቀንዲ መደብና። ማለት ዋ እተ ደኣ ሰንቢድካ ናብ ዕላልና ማለት እዩ። እዚ ሕጂ ክንገብሮ ዝወዓልና እንታይ እዩ?
ኖ ኖ ብዛዕባ ኮሮና ቫይረስ ክዕልለካ ኢለ እየ ተቐንበብቲ ኢና። ሕጂ ብዛዕባ ኣብ ቀረባ እዋን ዝወጸት ናይ ብዓበይቲ ይኹን ብንኣሽቱ ትድረፍ ዘላ ሰላም ሰላም ክብለኩም። ኣብዛ ልበይ ሰፈርኩም ኣለኺ ዶ ኣለኻ ዶ ሰላም ሰላም።

የቐንየልና ማይናስ ብሽም ኩሎም ተኻታተልቲ መደብ ፊዮርና ክምስግነካ ደሊ